ጥበብ። ከመይ ቀኒኹም ዝኸበርኩም ተዓዘብቲ፣ ተነፋፊቕና ቀኒና፣ እንሆ እምበኣርከስ ሰዓታን መዓልታን ኣኺላ ነዛ ዕለት እዚኣ ክንራኸብ እግዚኣብሄር ኣምላኽ ዝፈቐደ፣ ክብርን ምስጋናን ንዒኹኖ፣ ከመይ ትኾኑ? ኣነ ጽቡቕ ኣለኹ፣ እምበኣርከስ ንሎሚ ኣብዚ ናይ መደብ ንኡስ ዓንኬል ጥበብ ሓደ መደብ'የ ሒዘ መጺኤ ዘለኹ፣ ናይ ሎምዓንቲ መደብና እምበኣርከስ ዓለምና ካብ ዝረኣየቶም ድንቂ ስነ ጥበባውያን፣ ኤርትራውያን ብፍላይ ድማ ኣብ ስነጥበብ ኤርትራ ኣብ ናይ ኮሜዲ ዓለም ዓቢ እጃም ዘበርከቱ እናደለናዮም ግና ዝኸዱና ኣብ ዘይተጸበናዮ ክውንነት ካብዛ ዓለም ብሞት ዝተፈልዩና እንናፍቆም እነኽብሮም ዓበይቲ ስነጥበባውያን ኣርባዕተ እዮም ክኸኑ ንሶም ድማ በቲ ቀዳማይ ክንፍልም ወይኒ ሃረግ ቤኪኣ ክትከውን። ኣንኬል ጥበብ። ኣፍቃሪት ስራሕ ምንባራ እዩ ዝንገር። በኪ ልዕል ፍቕሪ ምስ ስርሓ ከም ዝነበራ፣ ኣብ ዝተፈላለዩ እዋናት ንዝተፈላለዩ ካልኦት ስርሓታ ገዲፋ ንሞያ ስነጥበብ ቀዳማይ ከም ትስርዕ ዘመስከረት ዓባይ ስነጥበበኛ እያ። ኣብ መድረኽ ዓለም ሰናፍ ዘይነበረት ወይን ሃይለር ከምኡ'ውን ኣብ ናይ ፊልም ዓለም እውን ከምኡ ኣዝያ ሓያልን ወናምን ስነጥበባዊት እያ ነይራ። ተማርጽኒ እንዲያ መጺኣ ጨና ዝማልቶ ዶ ሆይ ፋሉ ቦሌ ኣደልያ ኖሎ ክላውድዮ ገበረት እንድያ እንታይ ማለት ግን እንዲ እዛ ግናይ ሕማም ኣይተመርመረት እንድያ ወይኒ ከይዳትካ ማለት ልዕሊ ኣርብዓ ዝኾና ደቂ ኣንስትዮ ከይደናኻ ኣለዋ ማለት እዩ። ደራስን ዳይሬክተርን ኣወል ስዒድ ዝተዛረቦ ቃል እዩ። ወይኒ ክትጠፍኣካ ማለት ልዕሊኣ ዝኣኽሉ ኣርባዓ ደቂ ኣንስትዮ ከም ዘጥፋእኻ ማለት እዩ ብምባል ይገልጾ። ተዛሪባ ተስምዕ ብድምጺ ጥበባት ወይኒ ሃረግ ሃይለ ኣደ ፍቅሪ ለውሃት። እዝስ ንምንታይ ለይ ግዜ? ኣብ ሸቻተ ሚእትን ተሰዓን ክልተን ናብ ናይ መድረኽ ትያትር ዓለም ምስ ስነጥበብ ኣሃዱ ኢላ ዝተላለየት ወይኒ ሃረግ፣ ልዕሊ ሰማንያ ዝኣኽሉ ፊቸር ሙቪታት ኣፍርያ ከም ዝነበረት ዝፍለጥ እዩ። ናይ ሬድዮ ድራማ፣ ተኸታተልቲ ናይ ቲቪ ድራማታት፣ ፊቸር ሙቪ፣ ሾርት ሙቪ ከምኡ'ውን ኣዝዮም ኣዝዮም ብዙሓት ኮሜዲታት ናብ ህዝቢ ከተቕርብ ዝኸኣለት ሓያል ስነ-ጥበበኛ እያ። ብዙሓት ጠባያት ክትትንክፍ እውን ክኢላ እያ። ገጸ ባህሪ እትላበሶም ዝነበረት ዝተፈላለዩ ብምዃኖም ንዝተዋህብዋ ገጸ ባህርያት ብርክዕ እትሳተፍ ሓያል ተዋሳኢት ምንባራ ካብቶም ኣብ ግዜኣ ከም ዳይሬክተራትን ደረስትን ኮይኖም ዝነጠፉ ዝምስክርዎ ሓቅታት እዩ። ወይንሃረግ ኣብቶም ትሰርሖም ዝነበረት ስራሕ ነቶም ሒዛቶም ዝነበረት ስራሕ ትኾኖም እምበር ትላበሶም ኣይኮነትን ነይራ ብምባል ደራሲን ዳይሬክተርን ደበሳይ ወልዱ'ውን ገሊጹዎ እዩ። ካብ ምሒር ፍትወት ስራሕ ፍትወት ጥበብ ልክዕ ኣብቲ ብሕማም መንሽሮ'ውን ትጥቅዓሉ ኣብ ዝነበረት ግዜ ልክዕ ንጥበብ ትስዋእ ከም ዝነበረት ተኸታታሊት ፊልም ምስ ስድራ ዓባይ ምስክር ክትኮነና ትኽእል እያ። ጸጉራ ተመሊጥዎ ኣብ ዝነበረሉ ግዜ ሓጺር ጸጉራ ኮይኑ ነቲ ተዋስኦ ብልክዕ ተላቢሳ ኣብቲ ሙድ ከተእትወና ትኽእል ዝነበረት ስነጥበባዊት እያ። እዚ ብሻለካ ትሬኒንግ ትኾነኒ ኢለስ ከይደ ብታ ክሰይ ርእያ እታ ቬሎ መርዓት ርእየያ እሞኒ ደስ ኣይበለትንን። ዋላ እኳ ወይኒ እንተኸደት ግን ናታ ስራሕ ብዙሓት ተሪፎም እዮም። ብዙሕ ነገር እናተጸበናያ ብዙሕ ነገር እናደለናያ ከይዳትና እያ ግን እቶም ዝሰራሓቶም ንባዕሎም እኹል ምስክር እዮም ኣደ ሸውዓተ ቆልዑ ምዃና ዝንገረላ ቤኪ ምስ ሓዳራ ውን ኣዝዩ ረጽሚ ዘለዎ ጥምጥም እያ ተካይድ ኔራ ሓላፍነት ናይዞም ሸውዓተ ደቃ ኣብ ዝባና እዩ ኔሩ ንምዕባዮም ዝኣክል ነዞም ሸውዓተ ደቂ ድማ ከይጠምይዋ ከይጸምእዋ ኣብ ደገ ወጽዮም ድማ መጽለሊ ንኸይስእኑ ሙሉእ ሓላፍነት ተሰኪማ ብጥበብ እናሰርሐት ነዞም ደቃ እዚኣ ዘዕበየት ኣዝያ ኣብነታዊት ኣደ ምንባራ እውን ይግለፀላ እዩ። ባህርያት ወይኒ ምትሕውዋስ እትፈቱ፣ ሰሓቒት፣ ምስ ዓብዪ ንእሽተይ ከከም ደረጅኡ እትኸይድ፣ ተዋዛይት፣ ንፅጉማት ሰባት እውን ኣዝያ ኣብ ምሕጋዝ እትነጥፍ ዝነበረት ኣብነታዊት ስነ-ጥበባዊት እያ። ፍቕሪ ኣደ ብዝግባእ ዘመስከረት ወይኒ፣ ኣብ ግዜ ሕማማ ኪኖ ህይወታ ናብራ ደቃ የሕስባ ከም ዝነበረ ውን ካብ ቀረብታ መሳርሕታ ዝሰማዕናዮ ሓቂ እዩ። ሱዳን ንሕክምና ከይዳ ሓውያ ተመሊሳ እናተባህለ ሓንደበት ግን ሕማማ ደጊሱ። በታ ናይ መጨረሽታ ንኹላትና ኣብ ስነጥበብ ዘለና ሰባት ንኹሉ ህዝቢ ዓለም ንኽተሓቋቆፍ ኤርትራዊ ብሓድነቱ ንኽጸንዕ እትገልጽ ቃላ ድማ ተፋንያትና ኸይዳ። ኣይርድኣናን እዩ እምበር ክንፋቶ መዓት ኢና። ዓንኬል ጥበብ። ካልኣይ ስነ ጥበባዊ ኮሜድያን ሙኮንን ሰረቀ ቢቲቢቶ እዩ። ኣቦይ ተራራይ ኣቦይ ተራራይ ተባቦት ውራይ ኤርትራ ካብ ዝረኣየቶም ኣዝዮም ብሉጻት ስነ-ጥበባዊ ኮሜድያዊ ቤትብቶ እዩ ነይሩ። ደራስን ዳይሬክተርን ብምዃን ዝተፈላለዩ ስርሓት ዝስርሖም ነይሮም እዮም። ብኮሜድያዊ ስርሓቱ ብዝያዳ ዝልለ ቤትብቶ፣ ብብዙሓት ፊቸር ፊልማት እውን ከፍሪ ዝኸኣለ፣ ከም ተዋሳኣይ ኣላዪ ኮይኑ'ውን ክሰርሕ ዝኸኣለ ናይ ስነ-ጥበብ ኣርካን ኪኖዚ ኣብ ደርፊ ይነጥፍ ከም ዝነበረ እውን ቢቲቢቶ ዘራጊቶ ብትብል ናይ ሽዑ እዋናዊት ተሰማዒት ክሳብ ሕጂ ኣብ እዝኒ ህጻናት እውን ክትሓልፍ ዘይከኣለት ኣብ ነፍሲ ወከፍ ኤርትራዊ ተዘይማ እትነብር ዘላ ደርፉ ምስክር እዩ። ቢቲቢቶ
ዘራጊቶ! ኣብ ሽሕን ትሽዓተ ሚእትን ተስዓን ኣብ ቦሎኛ ኣብ ዝካየድ ዝነበረ መደብ'ውን ከም መራሒ መደብ ከምኡ'ውን ተወሳኺ ናይ ድራማ ስርሓታት ደርፍታት ከቕርብ ከም ዝኸኣለ ሽዕኡ እንዝክሮ ዝነበርና ዝኽሪ።
ኣይመጸትን እ በሉ ክትርእዩኒ ኢኹም ሎም ምሸት ሓንቲ እያ ክትወልድ እያ። ዞማይ
ኣቦይ ጥራራይ ፈቲሐ ዶ ክምርዓወኪ እተን ክሳብ ሕጂ ካብ ተዘከርቲ ስርሓት ቢቲቢቶ እዩ ቢቲቢቶ ብጣዕሚ እንጽበዮ ዝነበርና ብዙሓት ስርሓት ክንሪኦ ሃንቀው እንብሎን ነበርና ግን ዓለም ዘርከበቶ ካብ ኣርካናት ስነጥበባውያን ኮሜድያናት ኤርትራ እዩ። ኣንኬት ጥበብ። ከበዶም ክፍሎም ጫዳ።
ሽዱሽተ ኤነትረ ዘለካ ትመስል ባድላ ከምዚ ተከዲንካሲ ናይ ክልተ ቅርሺ። ንኮሜዲ ዝተፈጥረ ሰብ ኮይኑ ይስማዓካ። ገና ዘረባ እንከይተዛረበ እንከሎ ብዘለዎ ፋሻል ኤክስፕሬሽን ንሰብ ክምስጥን ከስሕቕን ዝኽእል ዓቕሚ ዝነበሮ እዩ። ናይ ኤርትራ ቻርለስ ቻፕሊን ዶ ክንብሎ? ከቡድም ኩፍሎም ጫዳ ምስ ወደባት ባንድ ብምዃን ዝተፈላለዩ ስርሓት ክሰርሕ ዝኸኣለ ምኩር ስነ-ጥበበኛ እዩ። ቅድሚ ናብ ድራማ ዓለም ምጽንባሩ'ውን ኣብ ናይ ሙዚቃ ኢንስትሩመንታል ሒዙ ምስ ወደባት ባንድ ይሰርሕ ከም ዝነበረ ይዝንቶ እዩ። ድሒሩ ግን ካብ ወደባት ባንድ ብምውጻእ ጫዳ ኪኖቲ ናይ ሙዚቃ ህይወቱ ናይ ኮሜዲ ኣርት ወይ ድማ ናይ ኮሜዲ ህይወት ክፍትኖ ብምባል ናብ ኮሜዲ እዩ ግዒዙ። ኪኖ ኣብ ኮሜዲ ምግዓዙ ግን ጎኒ ጎኒ ዝስርሑ ኣብ መርዓታት ባንድታት ዝተፈላልዩ ኣጋጣሚታት ብምኻድ የጻውት ምንባሩ ይዝከር። ናብ ኮሜዲ ዓለም ክመጽእ እንከሎ እታ ናይ መጀመርታ ስርሑ ድማ ኣርብዓ እያ ትብል ነይራ። ምስ ህቡብ ደራስን ዳይረክተርን ተዋሳኣይን ሰለሙን ገብረእግዚኣብሄር ኣርብዓ ድማ ብምዃን ነዛ ፋልማይት ስርሑ ናብ ኮሜዲ ዓለም ዘእተወቶ ክላለያ ክኢሉ ማለት'ዩ። ጫዳ ትርጉማ እኳ እንተዘይተፈልጠ፣ ካብ ሱዳን ሒዝዋ ከም ዝመጸ'ዩ ዝፍለጥ። ቅድሚ ምስ ወይዘሮ እዝቀኣምን ሓዳር ምግባሩ ካብ ሱዳን መጺኡ ነዛ ሳጓ'ዚኣ ሒዝዋ ምስ ወይዘሮ እዝቀኣምን ድማ ሓዳር ክኸብር ክኢሉ። ናይ ሓዳሮም መውጽኢት ናይ ፈለማ ስርሖም ድማ እዛ ኮሜዲ ኮሜዳዊት ስራሕ ኣርብዓ ስለ ዝነበረት ወይዘሮ እዝቀኣምን'ውን ኣብቲ ንሰን ዝገበርኦ ኢንተርቪው ገሊጸን ኔረን'የን። ሓዳሩ ዘኽብር፣ ተዋዛዪ፣ ብኡሳት ዘዕርቕ ሰብ ምንባሩ ድማ ብሰፊሑ ይግለጽ። ብዙሓት ስርሓት ዘፍረየ ጫዳ፣ ኣብ ተኸታታሊ ፊልምታት ኮሜዲ ብዙሕ ስራሕ ናብ ህዝቢ ዘቕረበ ሓደ ካብቶም ኣርካናት ኮሜድያውያን ናይ ሃገርና ምንባሩ ይግለጽ። ዓንኬል ጥበብ! ኣብ ራብዓይ ደረጃ ተሰሪዑ ዘሎ ድማ መምህር ሰለሙን ገብረእግዚኣብሄር ኣርብዓ ዩ። መምህር ሰለሙን ገብረእግዚኣብሄር ብዙሕ እናተጸበናዮ ግን ዘተኾልፈና ዓብይ ናይ ስነጥበብ ኣርካን ኣቦና ዩ ሰለሙን ኣርብዓ። ኮሜድያን፣ ስታንድኣፕ ኮሜዲ፣ ሓጺር ፊልም፣ ምሉእ ፊልም ዘፍረየ ሓያል ስነጥበባዊ'ዩ። ብፍላይ ካብቶም ናይ ኤርትራ ጀመርቲ ናይ መድረኽ ወይ ድማ ስታንድኣፕ ኮሜዲ ዝበሃሉ ምስ በዓል ሳንድያጎ ኣብ ምስራሕ ዝርከብ ዝነበረ ዓቢ ስነጥበባዊ'ዩ። ካብቶም ፊልምታት ስታንድኣፕ ኮሜዲ ምዃኑ ካብቶም ፈለምቲ ስታንድኣፕ ኮሜዲ ምንባሩ'ውን ይግለጽ'ዩ። ከም ደራሳይን ኣላይን ከምኡውን ተዋሳኣይ ሰሪሑ እዩ። ብዙሕ ብዙሕ ስርሓት እውን ኣብ ናይ ስነጥበብ ናይ ኤርትራ ንምብራኽ ዓቢ እጃም ዝተዋጽኣ ስነጥበበኛ ምንባሩ ይግለጽ። ኣርባዓ፣ ድንቁል ጓል ሰለስተ፣ ሰራቒ ገዝኡ ዝብላ ድማ እቶም ፈተውቲ ስርሓት ነይሮንኦ። ብሙሉኣትና ኣብ ናይ ቴስዓታት ግዜ ዝነበርና መናእሰያት ነዚ ሰለሙን ገብረእግዚኣብሄር፣ መምህር ሰለሙን ገብረእግዚኣብሄር ኣርባዓ፣ ጽቡቅ ጌርና ንፈልጦ ኢና እቶም ናይ ሽዑ ዝነበሩ ኮሜድታት ውን ኣዝዮም መሰጥቲ ከም ዝነበሩ መዝካሪ ዘየድልዮ ሓቂ ኢዩ ኪኖ ስነ ጥበብ ዕድሚኡ ኣብ ምምህርና ድማ ይዓዪ ኔሩ ኢዩ ከምዚኦም ዓይነት ሞዴል ናይ ኤርትራ ዶ ክንብሎም ንኽእል ጎኒ እቲ ስነጥበባዊ ስርሖም እቲ ናይ ምምህርና ስርሖም ውን ጎኒ ንጎኒ ጌሮም ይኸዱ ምንባሮም ናይ ብሓቂ ካብቶም ሞዴል ስነጥበባውያን ኢልና ክንገልጾም ንኽእል ዮም። ከምዚኦም ዓይነት ኣቦታት ዮም ዘለውና። ካብ ከምዚኦም ዓይነት ኣቦታት ስነጥበባውያን ዝፈረየና ደቂ ሎሚ ስነጥበባውያን ከ ከመይ ኣለና ኣብ ስነምግባርና ኩሉ ነገር ማለት ዩ ስለዚ ካብቶም እናደለናዮም ግን ዝተኾልፉና ብሉጻት ስነጥበባውያን ኮሜድያናት ኣርባዕተ ነዞም ሎማዓንቲ ዘቕረብኩልኩም ዮም ኔሮም ኣብ ዝመጽእ ካልእ ትሕዝቶ ሒዝና ክሳብ ንምለስ ሰሰናዩ ወደሓንኩም ደጊመ ደጋጊመ ከም ኩሉ ግዜ ዝገልጾ ግን ሼር ሳብስክራይብ ኮመንት ምግባር ዘይምሕማቕ ወደሓና ኣብ ዝቕጽል ብኻልእ ትሕዝቶ ንራኸበና።